ኣብ ሓደ ዩኒቨርሲቲ ሓደ ፕሮፌሰር ንተምሃሮኡ ሓንቲ ሕቶ ሓቶም። እቲ ፕሮፌሰር ከምዚኣ ትርእይዋ ዘለኹም ብርጭቆ ኣምጺእኩም ነዚኣ ግለጽዋ ብምባል ሓቶም። ቅድሚኡ ግን ኣነ ንዓኹም ክሓተኩም፣ ነዛ ብርጭቆ እዚኣ እንታይ ኢልኩም ትገልጽዋ? ነዛ ቪድዮ ጠጠው ብምባል መጀመርታ ናትኩም መግለጺ ሃብዋ። ብድሕሪኡ ናብቲ ናይ ፕሮፌሰር ንትኸይድ እቲ ፕሮፌሰር ነቶም ተምሃሮ ምስ ሓተቶም እቶም ተምሃሮ ክልተ ዝኾነ መግለፂ ሂቦሞ ገሊኦም እንታይ ኢሎሞ ነዚኣ ብርጭቆ እዚኣ ምስ ረኣይዋ ፍርቃ ማይ ዘለዋ ብርጭቆ እያ እዚኣ ኢሎሞ ገሊኦም ድማ ነዚኣ ብርጭቆ እዚኣ ምስ ረኣዩ ፍርቃ ማይ ዘይብላ ብርጭቆ እያ ብምባል ነቲ ፕሮፌሰር መልሲ ሂቦም እቲ ፕሮፌሰር ካብዚኣ ክምህሮም ዝደለየ እንታይ እዩ ብዙሓት ሰባት ኣለና ገሌና ነቲ ፖዚቲቭ ዝኾነ ጎኒ ንርኢ ገሌና ከዓ ነቲ ነገቲቭ ዝኾነ ጎኒ ንርኢ ማለት እዩ ስለዚ እቲ ፕሮፌሰር ካብታ መሶም ተበጊሱ ድማ እንታይ ይበሎ ትሪኡ ኣለኹም ተምሃሮ ኢልዎም ገለ ሰብ ኣብ ዝኾነ ነገር ኔጌቲቭ ነገር ይወፅእ ገለ ሰብ ከዓ ኣብ ገለ ነገር ፖዚቲቭ የውጽእ። ስለዚ ኣብ ህይወትኩም ካብቲ ነቲ ዘይብሉ ትሪኡ ነቲ ዘለዎ ብምርኣይ ተሓጎሱ ኢሉ። ኣነ ድማ ሎማዕንቲ ንዓኹም ክብለኩም ዝደሊ ኣብ ህይወትና ብዙሕ ኣወንታዊ ኣሉታዊ ጎኒ ዘለዎ ነገራት ኣሎ። ንሕና ግን ክንሪኦ ዘለና ኩሉ ግዜ ካብቲ ኣዝዩ ውሑድ ዝኾነ ነገር ካብቲ ኣዝዩ ዓቢ ዝኾነ ኔጌቲቭ ነገር እታ ብልጽ እነውጽኣ ንእሽተይ ነገር ንህይወትና ትጽልያ እሞ ኩላትና ከምቶም ፖስቲቭ ዝኾኑ ተምሃሮ ነዛ ብርጭቆ እዚኣ ማይ ኣለዋ ዝበዝ ፍርቃ ማይ ኣለዋ ዝበሉ ኣብ ህይወትና ድማ ነቲ ዘሎ ብሉጽ ነገር ክንርኢ ነቲ ዘሎ ኣዝዩ ፖሲቲቭ ዝኾነ ነገር ንዕኦ ከነተኩር ነቲ ነገቲቭ ነገር ድማ ሸለል ኢልና ክንሓልፎ እሞ ኣብ ሂወትና ሕጉሳት ኮይና ክንነብር ክመኽረኩም ከዘኻኽረኩም ደሊ ሰናይ መዓልቲ።